ዝኸበረ ሰላምታና በብዘለኹሞ ይብጻሕኹም ክብራት ሰማዕቲ ተመልከትቲ ናትና ፎረም ሎሚ ሓንቲ እውን ከምቲ ልሙድ ሓደሽቲ ዜናታት ሒዝና ቀሪብና ኣለና ላዕለዋይ ኣመራርሓ ኣባል ማእኸላይ ኮሚቴ ህወሓት ዓለም ገብረዋህድ ሕዚ እንተዘይተቓሊስና ጸላኢ መሊሱ መሬት ትግራይ እንድሕር ዳእ ረጊጹ ካብቲ ቅድሚ ሕጂ ዘብጽሖ ግፍዒ ዕጽፊ ክፍጽም እዩ ክብሉ ንመናእሰይ ኣኪቦም ኣጠንቂቖም ኣለዉ ህወሓት ትማሊ ኣቦ ወንበር እቲ ውድብ ዶክተር ደብረፅዮን ገብረ ሚካኤል ካልኦት ኣመራርሓትን ኣብ ዝተፈላለዩ ከተማታት ትግራይ ከካይድዎ ዝወዕሉ ኣኼባ ከም ዝወድኡ ዝፍለጥ ክኾን ከሎ ዶክተር ደብረፅዮን ገብረ ሚካኤል ሕዚ ኣማራፂ የብልናን ትዕግስትና ተወዲኡ እዩ ከምቲ ቅድሚ ሕጂ ዝነበረ ኣይኮነን እቲ ሰራዊት እውን ተመዓራሪኡ ናብቲ መኸተ ክንኣቱ ኢና ክብሉ ንህዝቢ ዝተዛረቡ ክኾን ከሎ ሎማዓንቲ ድማ ኣባል ማእኸላይ ኮሚቴ ህዝባዊ ወያነ ሓርነት ትግራይ ኣለም ገብረዋህድ ንመንእሰይ ኣኪቦም እቲ ዝሰማዕኹምዎ ቃል ተዛሪቦም ኣሎም። ካልኦት ጉዳያት እውን ብዝርዝር ክነስምዕ ኢና ፃንሒትኩም ምሳና ይኹን። ኣብ ቀርኒ ኣፍሪቃ ብፍሉይ ድማ ኣብ ቀይሕ ባሕርን ዶባት ሱዳን ኢትዮጵያን ዝካየድ ዘሎ ጂኦፖለቲካዊ ውጥረት ድማ ዓለምና ብዓቢ ቆላሕታ ትከታተሎ ኣላ። ምስቲ ጉዳይ ኣሜሪካን ኢራንን ብዘይነኣኣስ መልክዑ ሎሚ ጽባሕ እንታይ ተፈጠረ ኣብ ሱዳን፣ ኤርትራ፣ ኢትዮጵያ ብዝብል ብዕቱብ ዝከታተልዎ ዘሎ ጉዳይ ይመስል። መራሒ ሱዳን ጀነራል ዓብድልፈታሕ ኣልቡርሃን ሃንደበት ናብ ኣስመራ ከም ዝኸደን ምስ ፕሬዚደንት እታ ሃገር ኢሳያስ ኣፈወርቂ እውን ከም ዝተራኸበ ዝፍለጥ እዩ። እሞ ኣብቲ ዕፁው በሪ ኣብቲ ዕፁው ገዛም እንታይ እዮም ተመኻኺሮም? ሚስጥራዊ ዘተ ነዚ ዞባ ዝሓድሽ ገጽ ዝሓዘ ድማ ሓበሬታ ወጺኦ ኣሎ። ሚስጥራዊ ርክብን ልዝብ ድርድር መንግስቲ ኤርትራ ኢሳያስ ኣፈወርቅን ጀነራል ኣልቡርሃን ካብ ሱዳንን እንታይ እዮም ተዘራሪቦም ዝረኸብናዮ ሓበሬታ ኣሎ ብዝርዝር ክነስምዐኩም ኢና ሕዚ እውን ምሳና ጽንሑ ጻንሒትኩም ምሳና እንድሕር ደኣ ዘሊቑ ድማ ኤርትራ ከይተሓሰበ ገዚፍ ዓወት ሓፊሳ ኣላ መንግስቲ ኤርትራ ቅድሚ ሕጂ ካብ ዝነበሩ ጉዳያቱ ብዝተዓጻጸፈ መንገዲ ዓብዪ ዲፕሎማስያዊ ዓወት ዓቲሩ ኣሎ። ኣብ ፖለቲካ ቀርኒ ኣፍሪቃ ቀይሕ ባሕሪ ዓብዪ ጽልዋ ክህልዎ ዝኽእል ፍሉይ ርክብ ኣብ ካይሮ ተኻይዱ ኣሎ። እዚ ኤርትራ ኣብ ካይሮ ዝገበረቶ ርክብ ጥራሕ እውን ዘይኮነስ ኤርትራ ምስ መንግስቲ ኣሜሪካ ተወካሊ እውን ብኻልእ ገጽ ኣብ ካልእ ገዛ ተመያይጣን ተደራዲራነላ ላዕለዎት ልኡኻት መንግስቲ ኤርትራ ድማ ዕውት ድርድር ነይሩ ኢሎም ኣለዉ ኣመራርሓ ልኡኻት ቤተ መንግስቲ ዓዲ ሃሎ ኢሳያስ ኣፈወርቂ ብዙሓት ዲፕሎማስያዊ ዓወታት ይሓፍሱ ከም ዘለዉ ዝገልጹ ዜናታት እውን ይወፅ ኣለዉ እቲ ጉዳይ እንታይ እዩ ቻናልና ብዝርዝር ተመልኪታቶ ኣላ ክንነግረኩም ኢና ናብ ዝርዝራቶም ክንሓልፍ ኢና እዚ ቪድዮ እዚ ከምቲ ወትሩ እነዘኻኽሮ ላይክ ጌርኩም ጀምሩ ርእቶታትኩም ብነፃነት ብዘይ ምንም ዝኾነ ይኹን ገደብ ሃናፂ ርእቶታትኩም ከምቲ ወትሩ ፀሓፉልና ሰናይ ምክትታል ካብቲ ዝነበረ ውዝፍ ቤት ምኽሪ ትግራይ ተመሊሱ ሓላፊ ልምዓት ከተማን ኮንስትራክሽንን ኢኻ ተባሂሉ ዝተሾመን ኣባል ማእኸላይ ኮሚቴ ህወሓትን ክብል ድማ ካብቲ ዝነበርዎ ሓላፍነትን ሹመትን ውርድ ኢሉ ዝተሾመ ኣይተ ኣለም ገብረዋህድ ንመናእሰይ ትግራይ ትማሊ መጠንቀቕታ ኣመሓላሊፎም ኣለዉ። ጸላኢ መሊሱ ትግራይ እንድሕር ደኣ ረጊጹ ካብቲ ቅድሚ ሕዚ ዝበጽሐ ግፍዒ ዕጽፊ ክፍጸም እዩ ክብል ኣተሓሳሲቡ ኣሎ። እዚ ንምንታይ ሕጂ ዝንገር ዘሎ? እዚ ዓይነት ውሳነን ወይ እውን መተሓሳስብን ብወገን ሕወሓትን ብወገን ትግራይን ከመይ እዩ ዝረአ? እዚ ኣብ ሓውዜን ዝተኻየደ ህዝባዊ ዋዕላ እዩ ነይሩ። እቲ ብርቱዕ መግለጺ እዚ ዝተሰምዐ ዘበት ንብሔራዊ ብርሰት ብዝብል ጭርሖ መሪሕ ቴማ ምስ ነበርቲ መናእሰይ ወረዳ ሓውዜን ከተማ ሓውዜንን ኣብ ዝተኻየደ ህፁፅ ህዝባዊ ዋዕላ እዩ ነይሩ። ኣይተ ኣለም ገብረዋህድ እዞም ሙክር ፖለቲከኛ ህወሓት ነቲ ቀፃሊ ህልውና ህዝቢ ትግራይ ምርግጋፅ ዝከኣል ሕጂ መንኣሰይ ብዝወስድዎ ናይ ውሳነ ስጉምቲ ጥራይ ከም ዝኾነ ኣስሚሮም ኣለዉ ንሶም ከም ዝብልዎ ፀላኢ ኣብ ልዕሊ ህዝቢ ትግራይ ከብፅሖ ዝሓልሞ ብርሰትን ዕንወትን ንምትግባር ንድሕሪት ከም ዘይብል ብምግላጽ እቲ ዘለና እንኮ መማረፂ ግን ምቅላስን ምምካትን ጥራሕ እዩ ክብሉ እዮም ዝተዛረቡ ስርዓት ብልፅግና ከም ዘይትንስእ ጌርካ ምቕባር ናይ ግድን ሕዝን ሕዝን እዩ ክኸውን ክብሉ እዮም ደጋጊሞም ዘተሓሳሰቡ ኣይተ ኣለም ገብረዋህድ ኣብዚ ዘተ ክዛረቡ ከለው እቲ ዞባ ናብ ከመይ ዝበለ ወጥሪ ይምለስ ከም ዘለው እውን ብካልእ መልክዑ ንዝዕዘብ ሰብ ዘመላኽት እውን እዩ ንሶም ከም ዝብልዎ እዚ እንክቆልፉ መዋፅኢ መንገዲ ስርዓት ብልፅግና ከም ዘይትንስእ ጌርካ ምቕባር እዩ ዝበልዎ ነዚ ንምዕዋት ድማ ትፍልፍል ኩሉ ዓቕምታት ጥራይ ዝኾነ መንእሰይ ዝለዓለ እጃም ክፃወት ከም ዘለዎ ኣገንዚቦም ኣለው ሕዚ እንድሕር ደኣ ተጋዲልኩም ብርግፀይነት ክትዕወቱ ክንዕወት ኢና ኣይኮነን ኢልና ኣብ ገዛና እንድሕር ደኣ ኮይና ግን ካብቲ ቅድሚ ሕጂ ኣብ ልዕሊና ዝፈጸምዎ ግፍዕን ጨፍጫፍን ንላዕሊ ዕጽፊ ግፍዕታት ክፍጽሙ እዮም ከም ዘይንትስእ ገይሮም ክወቕዑና እዮም ኢሉ ኣሎ ኣብቲ መድረኽ ካብ ዝተላዕሉ ሕቶታት ጥንካረ መሪሕነት ትግራይ ኣብ ከመይ ዝበለ ብርክ ኣሎ ሓድነት ህዝቢ ትግራይ ሕጂ ከመይ እዩ ዘሎ? ነቶም ክቡር ህይወቶም ዝኸፈሉ ስድራ ስዋኣት ኣካለ ጎደሉ ተጋደልቲ ዝግበር ዘሎ ክንክን ከንታይ ይመስል? ክብሉ ኣብ መድረኽ ንዝነበሩ ነዞም ኣባል ማእኸላይ ኮሚቴ ህወሓት ኣይተ ኣለም ገብረዋህድ ዝተደርበዩ ሕቶታት እዮም። ናብ ዝቕጽል ዜና ሓሊፍና ኣለና። ኣብዚ ቀርኒ ኣፍሪቃ ብፍሉይ ድማ ኣብ ቀይሕ ባሕርን ዶባት ሱዳን ኢትዮጵያን ዝካየድ ዘሎ ጅኦ ፖለቲካዊ ውጥረት ዓለም ብፍሉይ መልክዑ ቆላሕታ ሂባ ትከታተሎ ኣላ። ናይ ሱዳን መራሒ ጀነራል ዓብዱልፈታሕ ኣልቡርሃን ሃንደበት ናብ ኣስመራ ከም ዝበጽሑ ምስ ፕረዚደንት ኤርትራ ኢሳያስ ኣፈወርቂ ኣብ ዕጹው ማዕጾ ዝገበርዎ ሚስጢራዊ ዝተ ነዚ ዞባ ዝሓድሽ ገጽ ዘትሕዞ ድዩ ዘሎ? ወደባት ዓሰብን ምጽዋዕን ከመይ ኢለን ናይ ሱዳን ጦርነት ሎጂስቲካዊ ማእኸል ኮይነን ኣለዋ? እቲ ብምምሕዳር ትራምፕ ዝቐረበ ናይ ቴስዓ መዓልትታት ናይ ምቁራጽ ተኹሲ ዕማመኸ ብኸመይ ምስ ናይ ኤርትራን ሱዳንን ሓድሽ ስትራተጂካዊ ኪዳን ይተኣሳሰር? ሎሚ ብዝርዝር ክንምልከት ኢና። እዚ ናይ ሃንደበት ጉዕዞ ምስጢራዊ ዘተ ጀነራል ዓብዱልፈታሕ ኣልቡርሃን ናብ ኣስመራ ዝገብርዎ ሃንደበታዊ ጉዕዞ ኣብ ዞባ ቀርኒ ኣፍሪቃ ዘሎ ውጥረት ኣብ ዝለዓለ ደረጃ ኣብ ዝበፅሐሉ እዋን እዩ ተፈፂሙ ዘሎ። ጀነራል ምስ ፕሬዚደንት ኢሳያስ ኣፈወርቂ ኣብ ዝተፈላለዩ ክልተኣዊ ርክባት ዞባዊ ጉዳያት ኣብ ዕፁው ገዛ መኺሮም ዝብል ዜና ብኹሉ ማዕከን ዜና ሰሚዕኹሞ ኹም። እቲ ርክብ እዚ ብፍሉይ ሱዳን ምስ ጀነራል ሓምዳን ዳገሎ ዝምራሕ ቅልጡፍ ደገፍ RSF ኣብ ዝገጠመትሉ ኩናት ንደገፍቲ ኣልቡርሃን ዝኸውን ወታደራዊ ሓገዛት ንምስልጣንን ንምቕራብን ዘኽእል ስትራቴጂካዊ ውዕል ንምሕዳስ ከም ዝኾነ ድማ እቲ ሓቂ ዘንጽር ደባት ዓሰብ ምጽዋዕ መናሃርያ ሎጂስቲክስ ሱዳን ክኾና እውን ከም ዝተዘራረቡ እቲ ሕዚ ዝወፀ ዜና እዩ ዘቃልዕ ከምቲ ዘ ሬድ ሲ ማኒተር ዝተባሃለ ትካል ዘውፅኦ ፀብፃብ እንድሕር ደኣ ኮይኑ ጣብያና እውን ብቋንቋ እንግሊዝኛ ዝተጠቅዐ እዚ ዝርዝር ትንታነ ከም ዝተመልከተቶ ኤርትራ ነቶም ወደባት ዓሰብን ምፅዋዕን ወታደራዊ ሓይልታት ኣልቡርሃን ከም ፍሉይ ናይ ሎጂስቲክስ ማእኸል ክትጥቀመሎም ፈቒዳ ኣላ እዚ ሓበሬታ እዚ ንብዙሓት ተንተንቲ ዘተሓሳሰበ ጉዳይ ኮይኑ ኣሎ ካብ ኤርትራ ናብ ምብራቕ ሱዳን ዝወስድ ሓፂር ስልታዊ ዶባዊ መስመራት ነቲ ናይ ሱዳን ጦርነት ደገፍ ንምብፃሕ ኣዝዩ ፅቡቕ ኣጋጣሚ እውን እዩ ፈጢሩ ዘሎ ይኹን እምበር እዚ ምንቅስቓስ እዚ ነቲ ኣብዚ ዞባ ቀይሕ ባሕሪ ዘሎ ውጥረት የጋድዶ ከም ዘሎን ንዞባዊ ሰላም ካልእ ስግኣት ከም ዝኾነ እውን ተንተንቲ ፖለቲካ ብካልእ ገጽ ክሕብሩ ይስምዑ ኣለዉ ጸቕጢ ኣሜሪካ ዕማመ ናይ ተስዓ መዓልትታት ምቁራጽ ተኽሲ ድማ ምስዚ ተተሓሒዙ ክለዓል ዝግብኦ ጉዳይ እዩ እዚ ናይ ኣስመራ ርክብ ዝተኻየደሉ እዋን ዓለም ለኸ ማሕበረሰብ ብፍሉይ ድማ ኣሜሪካን ሓይልታት ጂ7 ጦርነት ሱዳን ደው ንምባል ብርቱዕ ጸቕጢ ኣብ ዝገብራሉ ዘለዋ እዋን ግዜ እዩ ኣብ ካይሮ ኣብ ዝተገበረ ዘተ ናይ ትራምፕ ምምሕዳር ፍሉይ ልኡኽ ማሳድ ብሎስ ንክልቲኦም ተፋለምቲ ወገናት ናይ ቴስዓ መዓልትታት ሰብኣዊ ምቁራፅ ተኽሲ ክገብሩ ዕማም ኣቕሪቡ ነይሩ እዩ ጀነራል ኣልቡርሃን ነዚ ዕማም እዚ ብመርህ ደረጃ ተቐቢለዮ እየ ቅድሚ ዝኾነ ይኹን ስምምዕ ምፍራመይ ግን ኣዝዩ ተሪር ዝኾነ ቅድመ ኩነት ኣለኒ ክብል ምቕማጡ ዝዝከር እዩ እቲ ቅድሚ ኩነት ድማ ቅልጡፍ ሓይሊ RSF ዝተቆጻጸሮም ዓበይቲ ከተማታት ሱዳን ምሉእ ብምሉእ ክለቅቕ ኣለዎ ዝብል ቅድሚ ኩነት ተቐሚጡ ኣሎ። ውጥረት ዶብ ኢትዮ ሱዳን ምትእስሳር ጽምዶን ድማ ተደሚሩ እውን ዓርሚ ሰብዓ ምስዚ ጉዳይ እዚ ሽሞም ሓው ተሓዊሱ ዝለዓል እዩ እቲ ብዝበለጸ ኣቓልቦ ዝሰሓበ ጉዳይ እውን እዚ እዩ እዚ ኣብ መንጎ ኢትዮጵያን ሱዳን ዘሎ ምስሓብ እዩ ሱዳን ንኢትዮጵያ ኣብ መዕርፎ ነፈርቲ ካርቱም ንዝካየድ ናይ ድሮን መጥቃዕቲ መበገሲኣ ኢትዮጵያ ክትብል ክትኸስስ ከላ መንግስቲ ኢትዮጵያ ሓሶት ክብል ይመልሲ ዝህብ ኣብዚ ቀረባ ግዘ ሱዳን ምስ ኤርትራ ሓይልታት ህወሓትን ብፍሉይ ድማ ካብ ሰራዊት ትግራይ ኣርሚ ሰብዓ ተባሂሉ ሓበራዊ ወታደራዊ ኪዳን ወይ ድማ ፅምዶ ብምፍጣር ኣብ ዶባት ይንቀሳቐስ ኣሎ ዝብል ፀብፃብን ሓሜትን ይስማዕ እዩ ነዚ እውን ተኸታታሊ መግለፅታት ካብ ህወሓትን ካብ ትግራይን እዚ ሹም ምጥፋእ እዩ ዝብል መልሲ ተዋሂብዎ እዩ። ኣብዚ ቀረባ መዓልትታት ግን ኣብ ስልታዊ ናይ ዶብ ከተማ ኩርሙክ ዝተኻየደ ኩናት ሓይልታት ሱዳን ምስቶም ናይ ጽምዶ ተሓባበርቶም ብምዃን ነታ ከተማ ካብ ኢድ ሓይልታት ቅልጡፍ ሓይሊ ኣርኤስኤፍ መንጢሎሞም ኣለዉ። ኩርሙክ ማለት ኣዝያ ወሳኒት እያ። ብፍሉይ ንመንግስቲ ኢትዮጵያ በቲ ድልድል ገይሩ ብኩርሙክ ገይሩ ዝተፈላለዩ ስርሒታት ንምፍጻም ወይ እውን ወታደራዊ ምንቅስቓስ ንምግባር ኣዝዩ ዝጠቕሞ ዝረብሖ ቦታ እዩ ነይሩ ኣርኤስኤፍ ጀነራላት ናይ ሓምዳን ደገሉ ሓመቲ ማለት እዩ ሰራዊት ትግራይ ወቂዕና ቲዲኤፍ ኣጥቅዕና ክብሉ ክኸሱ ሰሚዕና ኢና ኣርሚ ሰብዓ ኣብዚ ድልድል እዚ ወይ ድማ ኩርሙክ ኣብ ምቁፅፃር ዓብዪ ተራ ተፃዊቱ እዩ እዞም ሰራዊት እዚኦም ካብ ትግራይ ሰራዊት እዮም ርኢናዮም ኢና ዝብሉ እውን ሓሜትን ክስታት እውን ተመልኪትና ኣለና ፕሬዚደንት ኢሳያስ ጀነራል ኣልቡርሃን ድማ ምስ ኣብ ኣዲስ ኣበባ ተፋጢጦም ዘለውሉ እዋን እዚ ምስጢራዊ ናይ ኣስመራ ዘተ ንዞባዊ ፖለቲካዊ ብሓደ ወገን ንምቕያር ዝዓለመ ክኸውን ከም ዝኽእል እውን ግምታት ኣሎም ኣሜሪካ ብወገና ኣብ ልዕሊ እቶም ተዋጋእቲ ኣብ ልዕሊ ሕወሓት ናይ ማዕቐብ መጠንቀቕታን ፀቕጥታትን ክትሕይል ጀሚራ ኣላ መንግስቲ ኤርትራ ከይሓሰቦ ሓደ ገዚፍ ዲፕሎማስያዊ ዓወት ረኺቡ ኣሎ

ከመይ ክቕየር ይኽእል ሎሚ ብሰፊሑ ክንሪኦ ኢና። እቲ ኣብ ካይሮ ዝተኻየደ ጽቡቕን ኣፍራይን ክብል መንግስቲ ኤርትራ ካብ ቤተ መንግስቲ ዓዲ ሃሎ ዝሃቦ መግለጺ ጉዳይ እንታይ እዩ? እቲ ርክብ ኣብ ዝተኻየደሉ እዋን መስዑድ ብሉስ ብመንገዲ ማሕበራዊ ገጽ ወይ እውን መንገዲ ማሕበራዊ ገጽ ኤክስ ወይ እውን ትዊተር ኣብ ዘርግሖ ሓበሬታ ምስ ዑስመን ሳልሕ ኣብ ክልቲኣዊ ዝምድናታት ክልቲኤን ሃገራት ዘድሀበ ጽቡቕን ኣፍራይን ዘተ ገይርና ኣለና። እቲ ዝርርብ እውን ብቀንደብ ሰለስተ ዓበይቲ ዓንቀጻት ዘድሀበ እዩ ነይሩ። ንግዲ፣ ዞባዊ ቁጠባባዊ ጸጥታዊ ምዕባለታት እውን ተመኻኺርና። ክብል እውን እዩ ዝጠቅዕም። እዚ ርክብ እዚ ብላዕሊ ላዕሊ ተራ ርክብ ዝመስል እኳ እንተኾነ ኣብ ውሽጡ ግን ዓሚቕ ስትራተጂካዊ ትርጉም ዝሓዘ እዩ። ኤርትራ ክሳብ ሕጂ ወይ ውን ስርዓት ሻዕብያ ክሳብ ሕጂ ዘይሰርሖን ዘየከየዶን ዲፕሎማሳዊ ኣሰራርሓታትን መንገድታትን ዝጀመረ ይመስል። ክልቲኦም ወገናት ኣብ ዘውፅእዎ መልእኽቲ ንዞባዊ ፀጥታ ኣመልኪቶም ዞባዊ ጎንፂ ንምፍታሕ ኣብ ቀይሕ ባሕሪ ቀርኒ ኣፍሪቃ ዘላቒ ሰላም ምርግጋእ ብልፅግና ንምስጓም ብኣወንታዊ መንገዲ ብሓባር ክንሰርሕ ኢና ክብሉ ክልቲኦም ማዕረ ማዕረ ጠቂዖም ኣለዉ። ዋሽንግተንን ኣስመራን ንዓመታት ኣብ ከቢድ ምስሓብ ከም ዝነበራ ኣይርሳዕን። ብፍሉይ ኣብ ዒስራ ዒስራን ሓደን ከምቶም ኣውሮጳውያን ዝቖጽርዎ ብሰንኪቲ ኣብ ትግራይ ዝነበረ ውግእ ኣሜሪካ ኣብ ልዕሊ ሰበ ስልጣን ትካላት ኤርትራ ቁጠባውን ወተሃደራውን እገዳታት ኣንቢራ ምንባራ ዝዝከር እዩ። ይኹን እምበር ድሕሪ ምምላስ ፕሬዚደንት ዶናልድ ትራምፕ ናብ ዋይት ሃውስ እቲ እገዳ ክለዓልን ዝምድና ክልቲኤን ሃገራት ናብ ንቡር ክምለስ እዩ ዝብል ጻዕርታትን ሰፊሕ ግምታትን እውን ብሰፊሕ ክንቀሳቐስ ጸኒሑ እዩ። ንምንታይ ሕጂ ኣሜሪካ ምስ ኤርትራ ክትቀራረብ ትደሊ ዘላ? መልሱ ግልፂ እዩ። ቀይሕ ባሕሪ ብሰንኪ መጥቃዕቲ ሑቲ ኣብ ከቢድ ሻቕሎት ወዲቑ ኣሎ። ኣሜሪካ ድማ ነዚ ዓብዪ ናይ ጸጥታ ብድሆ ንምፍታሕ ከም ኤርትራ ዝኣመሰላ ነዊሕ ገምገም ባሕሪ ስትራተጂካዊ ኣቀማምጣን ዘለወን ሃገራት ምስኣ ክስለፋ ከም ዘለወን ስለ ዝተገንዘበት እውን እያ። ግብጺ ከም መተሓላለፊት በሪ ሓድሽ ጥምረትን እውን ኮይና ኣላ። እዚ ርክብ እዚ በቶም እዚ ርክብ እዚ ብኣቶም ጥራይ ዝተገበረ እውን ኣይኮነን። ግብጺ ኣብ መንጎ ክልቲኤን ሃገራት ዝምድና ንምምሕያሽ ዓቢ ናይ መተሓላለፊት ኮይና ተራ ክትጻወት እውን ምጅማራ እዩ። ኣብ መንጎ ኤርትራን ኣሜሪካን ጽቡቕ ርክብ ንክህሉ እውን ግብጺ ዝተጻወተቶ ተራ ኣዝዩ ገዚፍ ዓብዪ ወሳኒ ምዃኑ እዩ። ባርከስ ክቡራት ሰማዕቲ ተመልከትቲ ቻናልና ንሕዚ ዝሓዝናዮም ዝርዝር ጉዳያትን ሓፀርቲ ዜናታት ዳህሳስ ሓበሬታ እዞም ዝሰማዕኹም ምስ ነይሮም ቀፃሊ ኣብ ናይ ምስዮት ፍሉይ ናይ ላይቭ መደብና ክንራኸብ ኢና ሓደሽቲ ሓበሬታታት ሰበር ዜናታት ክህልዉ ከለዉ ቀልጢፎም ኣብ ስልክኹም ምንታን ምልክት ክበኩም ናይ ደወል ምልክት ዘይነኻእኹም ድሕር ዳሃልኹም ሓንቲ ሻብ ክትነኹ ዝነኻእኹም ድሕር ዳሃልኹም ድማ የቐኒልና መሊስና ብኻልእ ሓዲ ዜና ክንራኸብ ኢና ክሳብ ሻቡ ቻው